ናይ ሓሶት ተስፋ ኣይንበሃሃው። ሰላም ሰላም ቤተሰብ ከመይ ኣለኹም? ደህና ድኹም? ኣነ ሰላም እግዚኣብሔር ይመስገን። እምበር ሎማዓንቲ ብሓድሽ ኣርእስቲ መፂና እኒና ንኩላትና ትጠቅም እያ ንወዲ ኮነ ንጓል ትብል ነገር የላይ። በተለይ ግን በዝሒ ግዜ ይቕሬታ ጎርልኝ እምበር ኣወዳት እየ ከምዚ ዓይነት በዝሒ ዝገጥም ማለት እዩ እና ቤተሰብ ላይክ ሰብስክራይብ ላገበርኩም ማለት እዩ ሰናይ ፃኒሒት ንስኻ ምስ ንስኻ ምስኣ ምስ ዘየለኻስ ሰብ ምሳኻ ኣለኹ ኣይትበላ። ንስኺ ንስኺ ንዘይተፍቅርዮ ሰብ የፍቅረካያ ኣይትበልዮ። ንስኻ ንዘይተፍቅራ ሰብ ናፊቐኪ ኣይትበላ። ንስኺ መንገዲኺ ምስ ካሊእ ሰብ እንዳሃለወ ናይ ዘላኣለም መናብርተይ ኢኻ ኣይትበልዮ። ንስኻ ናተይ እዩ ኢላ ንሕልናኣ ንፍቕሪ ኣብ ዝኣመነትሉ ግዜ ናትኪ ኣይኮንኩን ኣይትበልና። ንስኺ ምሳኺ ክኸይድ ውዒሉ ምሳኺ ኣብ ጉዕዞ ንፍጹም ዝተቓረበሉ መንገዲ ምስ በጸሐ ኣይትጥሎምዮ ንስኻ ንስኻ ንዘይትውድኦ ፍቕሪ ኣይትጀምራ ፍቕሪ ከም ዘይኮነ ትፈልጥ ኢኻ እንተኾነ ግና ናብ ፍቕሪ ክትኣትዉ ልብኻ ኣይትኽፈተላ ናይ ዘለኣለም ፍቕሪ ምስሊ ተጎልኩም ውን ኣይትቕረባ ንስኺ ልብኺ ዓይንኺ ምስ ብዙሓት እንተሎ ናይ ልበይ ንጉስ እስኻ ጥራይካ ኣይትበልዮ። ብሓፈሻ ነንሕድሕድና ኣይንበዳደል፣ ንሰብ ዘይህቦ ተስፋ ኣይነስንቆ፣ ዘይወድኦ ጉዕዞ ኣይንካይዶ። ኣብ ጸልማት ዘይርእዩ ናይ ስመይ ኾኸብቲ ኣብ ጸልማት ዘይረኣዩ ናይ ሰማይ ኸዋኽብቲ ኣይኮኑን። ዘፍቅራ ገርሂ እዩ እሞ ጉድኣት ገርህነቱ ካብኡ ሓሊፉ ንዓኹም'ውን ኣብ ዘየድልየኩም ግዜን ሰዓትን ክጎድኣካ ስለዝኽእል። ቤተሰብ እዛ ኣርእስቲ እዚኣ ኣርእስቲ ገይረ ምፅኤያ እምበይ ኣብ መብዛሕትእና ዘሎ እዩ ኣነ ጠቕመኩም ዘይጠቕመኩም እኳ እንድዒ ግን ሓደ ሓደ ግዜ ዝገጥመና ኣና ኣሎ እዚ ኣርእስቲ እዚ ሲ ዝተወሰነ ዝገጥመና ኣሎ ሓደ ሓደ ማለት እዩ ኩሉ ክነገር ኣይኽእል እዩ ዝተወሰነ ግን ክነግረኩም ኣብዚኣን ካብ ዝገጠመኒ ኣነ ቆልዓ ኣይኮንኩይ ብዙሕ ልተ ኣየን ልጠቕመኒ ኣየን ልጎድኣኒ ወይም ኣየን ጥዑይ ኣየን ሕማቕ ሰባት ክምርምሮም ወይም ክፈልጦም ክኽእል እየ ማለት ንኹሉ ሰብ ክትፈልጦ ኣይትኽእል እዩ ግን ቁርብ ኣሎ ማለት ሃምዚ ልሽወድስ ኣይኮንኩይ ቆልዓ ኣይኮንኩይ ኣነ ግን እና ልገጠመኒ እንታይ እዩ ሓደ ሓደ ምስ ሓደ ሰብ ተፋሊጥኻ ጸኒሕካ ወይ ኣብ ብዙሕ ግዜ ወይ ብዙሕ ነገራት ተገጢምካ ትጸንሕ እሞ ከ- ብዝኾነ ጉዳይ ትፈላለ ዶ ምስ ተፈላለኻ ግን እ፣ ምስ ካልእ ትንዮ ምዃኑ ላፈለጥኻሲ ግን ደሞ በቃ ሕዚ እውን ምሳኻ ሃምለ ኣሎ ገለ ዝናገር ሰብ ገጢምንና ኣነ ስሒቐ እየ ዝሓልፎ ጊን ዶሞ ሃምዚ ዓይነትስ ኣሎ ማለት ኣነ ወይ ለይኾነኒ ወይ ለይጠቕመኒ ወይ ደሞ ብዝኾነ ጉዳይ ሃምዝኾነ እፈልጥ እየ ጊን ዶሞ ሃምዚ ናብ ባዕሉ ሂወት ላመረሐሲ መሊሱ ዶሞ ምሳኻ ሃም ለሎ ወይም ካባኻ ሃም ለይተፈልየ ዝናገር ሰብ ትህሉ ተሎስ ኣይትብሎ ትኸል እና ቤተሰብ ከምዚ ዓይነት ኣሎ ንጠንቀቅ ብዘይ ነፍቅሮ ሰብ ነፍ ብሓቂ በተለይ ጓል ኣንስተይቲ ልባ መጀመርያ እያ ልክ ትኣምን ትብል እምበይ ወዳት ደሓን ሓያላት እዮም ጓል ኣንስተይቲ ግን ንሓደ ወዲ ብጣዕሚ መጀመርያ ጓል እምቢ ትብል ኣይደሊ ትብል ከም ዘይተፍቅሮ ትነግሮ ደሓር ግን በቃ ብዛዕባኡ ምስ ኣጻርያ ምስ ፈለጠቱ ኸላስ ናይ ኻሊእ ወዲኣ ምስ ኻሊእ ሰብ ናራ ኹሉ ወዳዲኣ ምስኡ እንድሕር ኣሚና እንድሕር ናተይ ኢላ ግን በቃ ብጣዕሚ እያ ልባ ትህብ ማለት እዩ እና ልቲ ኾነ ልት ማንም ሰብ ምጉዳእ ኾነ ምብዳል ኣድላይ ኣይኾነይ እና ቤተሰብ ንጠንቀቕ ንሰብ ኣይንበድል ንስኹም እውን ኣይትበድሉ፣ ንሕና እውን ኣይንብድለኩም። ሓደ ሰብ ኣብ ባዕሉ ክበጽሕ ዘይደሊ ነገር ኣብ ካልእ ሰብ ኣየብጽሖዮ እና ብጣዕሚ ጠቃሚት ኣርእስቲ እያ ናልማዓንቲ ኣብ መብዛሕቲኡ ዝርእዮም እዮም ዘየፍቅርኦም እንዳሃለዋ ብጣዕሚ ሃም ለፍቅርኦም ዘየፍቅርዎ እንዳሃለዩ በቃ ብጣዕሚ ሃም ለፍቅርዎን ዝናጋገሩ ብዙሓት እየ ዝሰምዕ ብዙሓት ማለት እዩ ሃመ ገይሩ ኣፎም ማለት ልቦም መሊእሎም ልናገሩ ፍቅሪ ቀሊል ገይሮሞ ብጣዕሚ እዮም ዛናዱኒ ባይዘወይ ማለት እዩ ብከምዚ ክናገሩ ተለዉ ዋላ ስእሉ ምልሳኪ ትደውለምልካ ገለስ በቃ ኣነ እኮ ብጣዕሚ እየ ዘፍቅረኪ ግን እዚ ፍቅሪ እሲ ኣቅሊሎም የሪእዎ ማለት እዩ ፍቅሪ እኮ ቀሊል ነገር ኣይኮነ ኣቱም ህዝቢ ፍቅሪ እኮ ሃምዚ ስእልካ ባ ንዕባ ፍቅሪ እሲ ሃምስእካ ብኣካ ይፍቅረኪ እየ ትብሎ ነገራት ኣይኮነይ ግዜ ልግዜ ደስ ስለ ልብለትካ ግዜ በቃ ብጣዕሚ ከቢድ እዩ ባይ ዘ ወይ ተስፋ ምሃብ እውን ማለት እዩ ሓደ ሓደ ግዜ ምስ ዝኾነ ሰብ ትፋለጥ ኣብ ዝኾነ ዕላማ ተኣትዩ ካብኡ ብድሕሪኡ ብዙሕ ነገራት ዕላማኻ የፍርሱልካ ማለት እዩ ዕላማኦም ተፍርሰሎም ዕላማኻ ዘፍርሱልካ ሰባት ኣለዉ ኣነ ባይ ዘ ወይ ዋላ እኳ ዘብለኒ ዘይኮነ ግን እዚ ፅሑፍ ዳርጋ ኣጋጢሙኒ እዩ ማለት ግን እግዚኣብሔር ይመስገን ከምዚ ብቀሊሉ እንትን እግዚኣብሔር ኣምላክ ምሳይ ኣሎ እና ንጠንቀቅ ብሓቂ ንጠንቀቅ ንባዕልና እያ ከምዚ ኩሉ ግዜ ዛንታ ዘቅርበልኩም ዘለኩ ብዙሕ ግዜ በዲልዋ ይከድ እሱ ኣብ ምንታይ ይወድቅ በዲላቶ ትከድ እሳ ኣብ ምንታይ ትወድቅ ትሪእዎ ኣለኩም ኢኩም እና ዝኮነ ጉዳይ መሊሱ ናብ ባዕልና እዩ ዝመፅእ ነስተውዕል ኣብ ዘይንኣትዎ ኣብ ዘይንፍፅሞ ተስፋ ኣይንሃብ ብሓቂ ህይወትና ሙሉእ በቃ ህይወትና ሙሉእ ዕድመና ሙሉእ ግዜና ኩሉ ኣብቲ ስራ ምስ ኣሕለፍና ደሓር ኣይኾነካ እዩ ወይም ኣይኾነኪ እዩ ወይም ብዙሕ ነገራት ሓደ ሓደ ዝተለያ ጓላት ብዙሓት ወዳት ላደለይዋ ይፀንሑ እሞ ኣለኒ እዩ ኢላ ኣሚና ድሕሪኡ ግን እቲ ካሊእ ሰብ ምስኡ ምስ ጸንሐት እሱ ደማ ከፍ ኣቢልዋ ተኺዱ ወይ ኣይኮነኪ ኣነ ይቕሬታ ይግበርለይ እምበ ኣነ ለኣኺ ይኮነኪ ገለ ኢሉላ ተኾይኑስ ሓሲኹሞ ዲኹም ንኻሊእ ሰብሊ ከይትእቲ ካልኣይ ልብኻ ይስበር ማለት እዩ ልቲ ካሊእ ሰብሊ ስሊ ክትኣምኖ ይትኽእል ብጣዕሚ ከቢድ ክትኣምኖ ማለት እዩ ምክንያቱ እሱኸ ነጋ ጓሓት እንታይ ክብለካ ከም ንኽእል ትመሲኻ ትፋለጥ ትመሲኻ ብጣዕሚ ከቢድ ባይዘወይ ማለት እዩ እና ንጠንቀቕ ልቢ ሰብ ኣይንስበር ባዕልኹም እውን ከምኡ ትገብረኩም ጓል ወዲ እውን ከምኡ ክገብረኪ እንድሕር ዘይትደልዩ ኮይንኩም ኩልኩም ጠንጠንቀቕ ብኣቱም ህዝቢ ኣነ ባይዘ ብዝኸ ሰዓት ክዕዘቦ ተለኹ ሰብ መናው ይኹን መናው በስበኣብ ኣነስ ተኸይኖም ይፋትሑ ኣለዉ ኣለኹ በቃ ሱሉስ ሓዱሽ ነገር እዩ ዝደሊ በቃ ሓዱሽ ነገር ናይ ሎሚ ተወለዱ ናይ ሎሚ መንእሰይ ዘሎ ሲ ሓዱሽ ነገር በቃ እንታይ እዩ ሓዱሽ ነገር በቃ ብትኽሪ ሓዱሽ ነገር ኣብ ፍቕረኛኦም ቱ ኣብ ሓዳር ከይፀንሑ ዝገብሮም ነገራት ለስ ለሚ እየ ተረዲኤ ብጣዕሚ ልባም ትብሎ ሰብ እዚ ስየሞኒ ብጣዕሚ መስተውዕሊ ትብሎ ሰብ ትርኢ እሞ ግን ትርእኻዮስ በቃ ስለ ድሕር ግዜስ በቃ ሞናው ይኸውን ሓዱሽ ነገር የለሽ ከምዚ ኩሉ ግዜ በቃ ክስሕቅ እተስሕቆ በቃ ኩሉ ግዜ ሓድሽ ነገር በቃ ኩሉ ግዜ ሓድሽ ነገር ንለውጢ ንፈል ለውጢ ሰሪሕና እነምፀሉ ንህፍትመሉ እምበር ሰበይቲ እንቐያየረሉ ካልእቲ ጓል ንፋለጠሉ ወይም ካልእ ወዲ ንፋለጠሉ ኣይኮነን ሓድሽ ነገር ማለት ሓድሽ ነገር ንእልሽ ተኾይና ሓድሽ ስራሕ ሓድሽ ለውጢ ሓድሽ ተክኖሎጂ ሰሪሕና ንቕየረሉ ታይ ዳኣም ንገብር ኣለና እምበይ ሓደሽቲ ጓል ኣንስተይቲ ንፋለጥ ዋላ ሓንቲ ለውጢ የብሉ ምሳይ ገተፋልጥኻ ፀኒሕኻ ካብኡ በቃ ንስኻ ይትማኒና ትማን ተፋልጥና ተፋልጥና ለለ ትማኒና ለለ ካልእ ተምፅእኻ ለለ ሳላሃም ኣያ ትማን ኣያ ኸና